መድረኽ ሽልማት ኦስካር በብዓመቱ ብዙሓት መዘራረብቲ ልበሃሉ ነገራት የርኢ እዩ። ዋላ እኳ ኣብ ዓለም እቲ ልዓበየ ልፊልም ልወሃብ ሽልማት እዩ ላተብሃል ብብዙሓት ሰባት ልውደሰሉ መድረኽ ተኾነ ዓይኒ ብዓይኒ ሸፈጥ እዮም ክበሃሉ ልኽእለሎም ብጣዕሚ ዓበይቲ ሸፈጣት ክንብሎም እንኽእሎም ነገራት ተፈጢሮምሉ ይፈልጡ እዮም። ኸምኡ ዓይነት ክስተታት ተራእዮምሉ ይፈልጡ እዮም። ኣብ ፊልም ዓለም ብጣዕሚ ዓበይቲ ፅዕንቶ መሕደርቲ እዮም ካብ ልበሃሉ ፊልምታት ሲቲዝን ኬን፣ ትወልቭ ኣንግሪ መን፣ እትስ አ ወንደርፉል ላይፍ፣ ዶክተር ስትሬንጅላቭ፣ ፐልፕ ፊክሽን፣ ሬጂንግ ቡል እዞም ፊልምታት እዚኣቶም ካብቶም ብጣዕሚ ብሉፃት ልበሃሉ ኣብ ፊልም ዓለም ካብ ልተሰርሑ ፊልምታት እዮም ላተብሃሉ ብብዙሕ መልክዑ ልውደሱ ፊልምታት ዋላ እኳ ተኾኑ። ብዙሓት ኣብ ፊልም ዓለም ክነብሩ ልደልዩ ሰባት ብስነ ስርዓት ለጽንዕዎም ፊልምታት ዋላ እኳ ተኾኑ ኾይኑ ግን ኣብ መድረኽ ሽልማት ኦስካር ብብሉጽ ፊልም ልኦስካር ለይወሰዱ ዓይነት ፊልምታት እዮም ኣልፍሬድ ሂችኮክ ኩንቲን ታራንቲኖ ኢንግማር በርግማን ስታንሊ ኩብሪክ ካፍቶም ኣብ ሲኒማ ዓለም ልተርኣዩ ብጣዕሚ ግሩማን ዳይረክተራት ዋላ እኳ ተኾኑ ኣብ ህይወቶም ግን ብብሉጽ ና ፊልም ዳይረክተር ልኣከደሚ ኣዋርድ ወይም ልኦስካር ለይወሰዱ ዳይረክተራት እዮም። ላብ ተዋሳእቲ ከድና ንርኢ ተለና ለ ፊልምታቱ ብለእተይዎ ኣታዊ ካብ ዓለም ቁጽሪ ሓደ ብበዝሒ ኣታዊ ለእተዊ ፊልምታት ልሰርሐ ላተብሃለ ልጽዋዕ ሳሙኤል ኤል ጃክሰን ኾነ ሃም ቶም ክሩዝ ዓይነት ዓብዪ ተዋሳኢ ልኣከደሚ ኣዋርድ ተወዳዲሮም ብብሉጽ ተዋሳኢ ኾነ ብብሉጽ ሓጋዚ ተዋሳኢ ክሳብ እዚ ግዘ እዚ ለይወሰዱ ተዋሳእቲ እዮም እዚ ን መድረኽ ሽልማት ኦስካር ሀምዚ ለኣመሰሉ ብጣዕሚ ዓበይቲ ፊልምታት ለሃለዩ ልቶም ፊልምታት እሶም ናብ ምሕላፍ ተግባራት ለርኤ ዋላ እኳ ተኾነ በብዓመቱ ግን ብዙሓት ተመልከትቲ ሃንቀው ኢሎም ልፅበይዎ መድረኽ ሽልማት እዩ ኣብዚ ዓመት እዚ ልነበረ መድረኽ ሽልማት ኦስካር ለ ሀምቲ ልሙድ መነጋገሪ ምዃኑ ኣይቐረየ ካብዞም ብጣዕሚ መነጋገርቲ ልነበሩ ነጥብታት ሓደ ን ራያን ኩግለር ፊልም ልኾነ ሲነርስ ልብል ፊልም እዩ። እዚ ፊልም እዚ ዋላ እኳ ኣብ ናይ ኣከደሚ ኣዋርድ ታሪኽ ተራእዩ ብለይፈልጥ መልክዑ ብ ዓሰርተ ሽዱሽተ ዘውግታት ል ኣከደሚ ኣዋርድ ልተሓረየ ዋላ እኳ ተነበረ ሪከርድ ብልበሃል መጠን ልተሓረየ ዋላ እኳ ተነበረ ኣብቶም ዓበይቲ ና ሽልማታት ነጥብታት ግን ከይሰዓረ ክተርፍ ክኢሉ እዩ። እዚ እንደገና ልብዙሓት ሰባት ብጣዕሚ መነጋገሪ ኮይኑ እዩ። ኣከደሚ ኣዋርድ ኸዘለ ሽልማት ልልግበኦም ፊልምታት ሽልማት ለይምሃብ ኣመሉ ይቐፅልሉ እዩ ልብል ነጥብለ ልክለዓል ምኽንያት ኮይኑ እዩ። ሰላም ጥዕና ይሃበለይ ክቡራን ተኸታተልቲ TBS ቴሌቪዥን እዚ ወርቃዊ ሌንስ እዩ። ልሎማዓንቲ ኣብ ወርቃዊ ሌንስና እዛ ኣብ ክልተ ሽሕ ዒስራን ሓሙሽተን ሃምቆፃፅራ ኣውሮፓውያን ልተሰርሐት ሲነርስ እትብል ናይ ኣሜሪካዊ ዳይረክተር ናራያን ኩግለር ፊልም ልኾነት ፊልም ላረእና ክንጸንሕ ኢና። ክሳብ መወዳእታ ምድላውና ምሳና ክትጸንሑ ይዕድመኩም። ኣነ መልኣኩ እየ። ልሎማዓንቲ እዛ ሲነርስ እትብል ኣብ ክልተ ሽሕ ዕስራን ሓሙሽተን ሃም ኣቆጻጽራ ኣውሮፓውያን ልተለቐት ብኣሜሪካዊ ዳይረክተር ራያን ኩግለር ልተሰርሐት ማይክል ቢ ጆርዳን ሃም ኽልተ ተዋሳእቲ ኾይኑ ሃማናት ኣሕዋት ኾይኑ ልዋሰኣላ ብዘውጊ ኣብ ናይ ሆረር ፊልም እትምደብ ፊልም እላረእና ክንጸንሕ ኢና እዛ ፊልም እዚኣ ታሪኻ ዳሲስና ንመለስ። ኣብ ዓሰርተ ትሽዓንተ ሰላሳ ክልተ ሃም ኣቆጻጽራ ኣውሮፓውያን መናቱ ኣሕዋትን ኣብ ቐዳማይ ኹናት ዓለም ዝተሳተፉ ኤላይዣ ሙርን ኤላያስ ሙርን ዝበሃሉ ብቕጽሎ ምስ ሞክን ስታክን ዝበሃሉ ኣሕዋት ንሸውዓተ ዓመታት ኣብ ትሕቲ ናይ ቺካጎ ማፍያታት እናገልገሉ ድሕሪ ምጽናሕ፣ ናብታ ዝዓበዩላ ክላርክስዴል፣ ሚሲሲፒ ተመሊሶም ይመጹ። ካብቶም ከምኣቶም ኣብ ቺካጎ ይንቀሳቐሱ ዝነበሩ ጉሒላታት ሰሪቖም ብዘምጽእዎ ቅርሺ ድማ ሓደ እንዳ መጥሓን ዝነበረ ዑና ገዛ ይገዝኡ። ነቲ ዝገዝእዎ ሰብኣይ እቲ እንዳ መጥሓን ዝነበሮ ቦታ ኣብቲ ግዘ ጸለምትን ጸዓዱን ክተሓዋወሱ ፍቃድ ስለ ዘይነበረ ንጸለምቲ ኣሜሪካውያን ዝኸውን እንዳ መዘናግዒ ክንኸፍተሉ ደሊና ብምባል እዮም ዝገዝእዎ። ሓደ ንእሽተን ሳሚ ዝበሃል ዘመዶም ድማ ዋላኳ እቲ ሰባኺ ዝኾነ ኣቡኡ ሙዚቃ ብሉዝ ናይ ሓጢኣትን ናይ ርግማንን እዩ እንተበሎ ንሱ ግን ንሙዚቃ ዘፍቀረ ደራፍን ተጫዋቲ ጊታርን እዩ እሞ መጺኡ ንቶም ማናቱ ምሳኻቱም ክሰርሕ እየ ይብሎም። እዛ ፊልም እዚኣ ዋላኳ ድሕሪ መድረኽ ሽልማት ኦስካር መነጋገሪ ተኾነት፣ ቕድሚ ምውጻኣ ጀሚሩ ግን ብጣዕሚ ብዙሓት ሰባት ላተነጋገሩላ ኔሮም እዮም እዛ ፊልም እዚኣ። ራያን ኩግለር ደራሲ ዳይሬክተር እዛ ፊልም ልኾነ ራያን ኩግለር ልባዕለይ ላብ ልበይ ልቐረበት ፊልም እያ። እዛ ፊልም እዚኣ ላብ ልበይ ብልቐረበ መንገዲ ቐደም ወለደይ ዳሲነማ ሒዞምኒ ኸይዶም ኣብኡ ልሪኦም ልነብርኹ ፊልምታት ልቲ ኣፍቲ ግዘ እሱ ልቶም ፊልምታት እሶም ሪኤ ይስመዐኒ ልልነበረ ስምዒት ተመሊሱ ልክስመዐኒ ብልገብር መንገዲ እየ ቀሪፀያ ኢሉ ተናጊሩ ነይሩ እዩ። ኣብዛ ፊልም እዚኣ ሃም ስሞኪ ሃም ስታኪ ኾይኑ ልዋሰኣልና ማይክል ቢ ጆርዳን። ኣብዛ ፊልም እዚኣ ልተዋሳእኹዎ ተዋስኦ ብጣዕሚ ፈተንቲ ካብ ልበሃሉ ኣብ ህይወተይ ካብ ለጋጠሙኒ ከበድቲ ካብ ልበሃሉ ገፀ ባህርያት እየ ወኪለ ተጫዊተ ኢሉ ልተናገረ እንትኾን ራያን ኩግለር ዋላ እኳ ስታኪ ስሞኪ ማናቱ ኣሕዋት ዋላ እኳ ተኾኑ ኣብ መንጎ ክልቲኦም ግን ኣፈላላይ ብለለዎ መንገዲ እዩ ክቐርበልና ደልዩ እሞ ልስሞክ ብልተወሰነ መልክዑ ቕልል ብልበለ መንገዲ ተጫዋቲ ምዃኑ ብለርእ መንገዲ ልቲ ኣቀማምጣ ፍሬሙ ለቐመጠ እንትኾን ልስታክ ግን ብጣዕሚ ሓያል ብጣዕሚ ደፋር ብልኾነ መልክዑ ክቐርጾ ስለልደለየ ልቲ መንነት እሱ ከርእየና ስለልደለየ ኸምኡ ዓይነት ቴክኒካት ልቲ ኸምኡ ዓይነት መንነቱ ብለርእዩ መንገዲ እዩ ክቐርጽ ኽኢሉ ብተወሳኺ እንደገና ንዚ ና ክልተ ተዋሳእቲ ና ማይክል ቢ ጆርዳን ተዋስኦ ብደንቢ ገይሩ ልክረኣ እንደገና ልተፈላለዩ ቴክኒካት ገይሩ እዩ ምስ ማይክል ቢ ጆርዳን ኾይኖም ልሰርሑ ዳብል ተዋሳእቲ ብምቑፃር ኾነ ልቲ ና ሞሽን ካፕቸር ልበሃሉ ዓይነት ካሜራታት ልቲ ምንቅስቓሱ ብፍሉይ ልሕዙሉ ካሜራታት ብምጥቃም ኾነ ልተፈላለዩ ና ስፕሊት ስክሪን ቴክኒካት ብምጥቃም እዩ ልዚ ና ክልቲኦም ማናቱ ገፀ ባህርያት ብልእምን መልክዑ ልክዋስኦ ኣኽኢልዎ። እቶም መናቱ ስሞክን ስታክን ነቲ ተጫዋቲ ፒያኖ ዝኾነ ደልታ ስሊም ኣብቲ እንዳ ዳንሶም ክሰርሕ ይቖጽርዎ። ቐጺሎም ድማ ንግሬስን ንቦ ቻውን ዝበሃሉ ቻይናውያን ሰብ ድንኳን ከም መቕርቦም ገይሮም ይቖጽርዎም። ንቲ ሸቃሊ ዝኾነ ኮርን ብሬድ ከም ሓለዋ፣ ነታ ሰበይቲ ስሞክ ኣኒ ድማ ሰራሒት ምግቢ ብምግባር ድማ ነቲ እንዳ ዳንሶም ሙሉእ ይገብርዎ። ኣኒ ብናይ ጥንቆላታት ተግባራታ እያ ትኣምን እሞ ኣነ ዝተፈላለየ ጸሎት ሳላ ዝገበርኩ ኢኹም ክልቴኹም መናቱ ድሕንነትኩም ተሓልዩ ኢላ ንስሞክ ትነግሮ። ስሞክ ግን ናትኪ ጥንቆላ ዝሰርሕ እንተዝኾን ንታ ብህጻንነታ ዝሓለፈት ጓልና መድሐና ኢሉ ነቲ እምነታ የነኣእሰላ። ስታክ ምስታ ቀደም ፍቕረኝኡ ነይራ ካብቶም ጸዓዱ ዝማዳን ጎረባብታን ጸሊም ቀሪምኪ ብምባል ከይትቕተል ፈሪሑ ዝረሓቓ ሜሪ ይራኸብ። እዚ እንትኾን ኣብ ተመሳሳሊ ግዘ ሓደ ናይ ኣየርላንድ ስደተኛ ዝኾነ፣ ሬሚክ ዝበሃል ቫምፓየር ወይ መጻዪ ደም ካብቶም ንቫምፓየር ዝሃድኑ ህንዲ ኣሜሪካውያን ናይ ቻክታው ሃደን ተምሊጡ ደሓር ናብ ቫምፓየር ናብ ዝቕይሮም ሰብ ሓዳር ከይዱ የዕቁብ። ስሞክ ምስታክ ብምዃን ኣብቲ ልኸፍትዎ ዳዳንሲ ዳሙዚቃ ዳምግቢ ብሓደ ላመጹ ልሰርሑ ሙዚቀኛታት ኣብ ዝተፈላለየ ቦታታት ላኸዱ ክቖጽሩ ተለዉ ኣብዛ ፊልም እዚኣ ንርኢ። ኣብ ሓቃዊ ታሪኽ ለ ልዛ ፊልም እዚኣ ክሰርሑ ተለዉ ልተፈላለዩ ኣፍቲ ግዘ ልነበረ ና ብሉዝ ና ሙዚቃ ዘውጊ ልፈልጡ ሙሁራን ና ታሪኽ ሙሁራን ኾኑ ና ሙዚቃ ሙሁራን ቆጺሮም ልቲ ኩነታት ላማኸርዎም ልሰርሑ እንትኾኑ ካፍቲ ናቲ ሙዚቃ መሳርሒ ኣጨዋውታ ኾነ ክሳብ ኣደራርፋይ ክሳብ ን ኣዘራርባ ለዛ ልተፈላለዩ ናታሪኽ ሙሁራን ላማኸሩ እዮም ልዛ ፊልም እዚኣ ክሰርሕዋ ኽኢሎም እዛ ፊልም እዚኣ ምስታለቐት ብዙሓት ሃየስቲ ልቲ ለለዋ ኣቀራርባ ብጣዕሚ ለሞገስዎ እንትኾኑ እቲ ኣብዛ ፊልም እዚኣ እንረኽቦ ምስልታትሲ ኣብ ኻልኦት ናይ ሆረር ፊልምታት ሃም ልተለመደ ልቲ ህዝቢ ናብ ምድንጋጽ ልቲ ተመልካቲ ኣደንጊጽኻ ላፍቲ ፊልም ቐልውል ክሰሐብ ናይ ምግባር ቴክኒክ ለይኾነስ ብጣዕሚ ግሩማን ልኾኑ ምስልታት ኣርእይና እዩ ኣብዛ ፊልም እዚኣ ልጥቀሞ ናይ ሃይላይት ምስልታት ኾነ ናይ ግረይ ወይም ናይ ግራጫ ሕብርታት ልጥቀሞ ዓይነት ሕብርታት ኾነ ብብዙሕ መልክዑ ልውደስ እዩ ኢሎም ብዙሓት ሃየ እስቲ ኣንጨብጭቦ ሙሉኡ እዮም። ብተለይ እዛ ፊልም እዚኣ ኣብ ሚሲሲፒ ልተፈጸመ ታሪኽ እተርኢ ሃም ምዃና ኣብ ደቡባዊ ክፋል ኣሜሪካ ካብ ልርከባ ግዝኣታት ሓንቲ ኣብ ልኾነት ኣብ ሚሲሲፒ ልተፈጸመ ታሪኽ እተርኢ ሃም ምዃና ልቲ ና ሚሲሲፒ ኣብቲ ግዘሱ ልሰኣሉ ልነበሩ ስእልታት ብልመስል መልክዑ እዩ ልዛ ፊልም እዚኣ ቀሪጽዋ ኢሎም ልራያን ኩግለር ብልተፈለየ ኣወዲሶም። ይሰምዎ እዮም። እቲ እንዳ ዳንሲ ኣብ ዝተኸፈተሉ ምሸት፣ ሳሚ፣ ደልታ ስሊምን ፐርሊ ንትበሃል ሳሚ ዝፈትዋ ደራፊትን ስርሖም የቕርቡ። ናይ ሳሚ ደርፊ ናብ ካሊእ ዓለም ከም ምምስሳጥ ዝመስል ሓያል ደርፊ እዩ እሞ እንተዘይሓሰቦ ናይ ጥንትን ናይ ቀፃልን መናፍስቲ ናብቲ ዘለውሉ ክሳብ ዝመፁ ምኽንያት ይኸውን። ኮይኑ ግን ደርፊ ሳሚ ሪሚክ ዝበሃል ቫምፓየር ወይ መፃዪ ደምን ምስኡ ዝመፁ ካልኦት ቫምፓየራትን ይስሕብ እኒ ረሚክ ቕርሺ ክንከፍል ደርፊ እውን ክነቕርበልኩም እሞ ክንኣቱ ፍቐዱልና ኢሎም ይሓቱ። ስሞክ ነቲ ኩነታቶም ስለ ዝተጠራጠረ ከይኣትዉ ይኽልክሎም። ብዙሕ ከይፀንሑ ድማ እቶም መናቱ እቲ ዝጥቀምዎ ናይ ክፍሊት መንገዲ ብዙሕ ትርፊ ንምእካብ ከም ዘይጥዕም ይርድኡ። ምስ ስታክ ተወሳኺ ኣታዊ የድልየና እዩ ኢላ ዝመኸረት ሜሪ ካብቲ እንዳ ዳንሲ ንደገ ወፂኣ ምስ ረሚክ ትዘራረብ። ኾይኑ ግን ንሱ ናብ መፃ የህደም ወይም ናብ ቫምፓየር ይቕይራ። ንሳ ድማ ተመሊሳ ንስታክ። ስሒባ ንክመውት ዝገብር ንክሲት ትነኽሶ። ስሞክ ብተግባር ሜሪ ደንጊጹ ይትኩሰላ። ንሳ ግን ምንም ኣይትኸውንን እሞ ካብኡ እውን ብመደንገጻይ ኣጓይያ ተምልጥ። ሬሚክ ኣብ ደገ ንኮርንብሬድ እውን ናብ ቫምፓየር ይልውጦ። እዛ ፊልም እዚኣ ዳሬክተር ራያን ኩግለር ባዕሉ ዳሬክት ከም ልግበራ ኩሉ ስክሪፕታለ ባዕሉ እዩ እሞ ጽሒፍዎ። ንቲ ስክሪፕተይ ክጽሕፍ ተለኹ ኣብቲ ልዓበኹሉ ከባቢ ልንገሩ ነገራት ነይሮም እዮም። ልሰምዖም ታሪኻት፣ ኣፈ ታሪኻት፣ ነይሮም እዮም እሞ እቶም ኣፈ ታሪኻት እሳቶም ብልእቲ መልክዑ እየ ክሰርሓ ክኢለ ኢሉ ተናጊሩ ነይሩ እዩ። ን ሙዚቃ ብሉዝ ኣጀማምራ ኣመልኪቱ ልንገሩ ነገራት እኔዉ እዮም። ሓደ ዓብዪ ሙዚቀኛ ነብሱ ልሸይጣን ድሕሪ ምሻጡ እዩ ኸምዚ ዓብዪ ሙዚቀኛ ክኾን ኽኢሉ ላተብሃለ ልንገረሉ ሓደ ሙዚቀኛ እኔዉ እዩ እሞ ልቲ ሙዚቀኛ እሱ ብለርኢ መልክዑ ልቲ ናዩ መንነት ብዛዕብኡ ልንገር ኣፈ ታሪኽ ላብዛ ፊልም እዚኣ ከእትያ ክኢለ እየ ኢሉ ተናጊሩ ነይሩ እዩ። ኣብዛ ፊልም እዚኣ ዳሪክተር ርያን ኩግለር ልተፈላለዩ ሕብርታት እዩ ልጥቀም። ልቲ ኣብ ውሽጢ ገዛ ልጥቀሞ ሕብርታት ምውቅ ልበሉ ሕብርታት ልጥቀም እንትኾን ና ቡኒ ና ኣራንሺ ዓይነት ባእታ ለለዎም ሕብርታት ልጥቀም እንትኾን እቶም ቫምፓየራት ኣብ ለለውሉ ካፍቲ ገዛ ካፍቲ ዳዳንስ ወፃእ ኣብ ለሎ ከባቢ እንደገና ዝሕልወሉ ሕብርታት እዩ ልጥቀም። ብተወሳኺ እንደገና እቶም ቫምፓየራት ቐጺሎም ልመጹሉ ኣብ ልኾኑ ምርኢታት ወይም ሲናት ና ቐይሕ ሕብሪ ብተደጋጋሚ ልጥቀም እንትኾን እዚ እንደገና ልቲ ናያቶም ጭካነ ልምርኣይ ልኣክል እዩ። ብተወሳኺ ኣቦ ሳሚ ሰባኺ እዩ እሞ ኣብ ቤተ ክርስትያን ልተፈላለዩ ምስልታት ንርኢ ኢና ልቶም ምስልታት እሳቶም እንደገና ብዋናነት ጻዕዳ ሕብርታት ላተጠቐመ እዩ ራያን ኩግለር ክቐርጽ ክኢሉ። ስሞክ ንትን ዳዳንሲ ብሕዚና ክንዓጹ ኢና ኢሉ ይዓጹ እሞ ኣብኡ ዘምሰዩ እንትኸዱ ንቦ ሓዊሱ እቶም መጸይቲ ደም ናብ ቫምፓየር ይልውጥዎም እስታክ ቫምፓየር ኾይኑ ካፍቲ ዝሞተሉ ባይታ ይትስእ ኾይኑ ግን ኣኒ ኣብ ጻዕዳ ሽንጉርቲ ዝተዘፍዘፈ ማይ ጌራ ተባርሮ ኣኒ እኒ ረሚክ ቫምፓየራት ምዃኖም ምስ ተረደእት ከመይ ከም ዘባርርዎም ንቶም ብሂወት ዘለዉ ትነግሮም ሬሚክ ንዓ እቶ እንተዘይተባሂሉ ንቶም ዝለወጦም ቫምፓየራት ሒዙ ናብቲ ዳዳንሲ ክኣቱ ስለ ዘይኽእል፣ ናብቶም ኣብ ቀረባ ዝርከቡ ናይ ቻው ዓሌት ገዛ ከይዱ ኣብኡ ንዝተረፈት ሊዛ ትበሃል ጓል ክቕይራ እየ ኢሉ ይሕነ። ጸኒሑ ድማ ሳሚ ጥራሕ እንተሂብኩምኒ ካልኦትኩም ክገድፈኩም እየ ይብል። እዚ ድማ ሳሚ ሙዚቅኡ መናፍስቲን ዝጠፍኡ ዓሌታቱን ክጽውዐሉ ስለ ዝኽእል እዩ። ሬሚክ ምስ ስታክን ሜሪን ኮይኑ ድማ ነቶም ኣብ ፍዳ ዳንስ ብህይወት ዘለዉ ሰባት ቫምፓየር እንተ ኾይንኩም ኣይትሞቱን ወዘተ እናበሉ ክድልልዎም ይፍትኑ። እቲ ነቲ እንዳ ዳንስ ዝሸጠሎም ሃጉድ ኣብቲ ከባቢ ናይ ጸረ ጸለምቲ ዝኾነ KKK ዝበሃል ማሕበር መራሒ ከም ዝኾነን ንጽባሒቱ ከጥቅዖም ከም ዝትልምን ይነግርዎም። ኾይኑ ግን እቶም ሰባት ንኽኣትዉ ኣይእንግድዎምን። ኣብ ማእከል'ዚ፣ እቶም ቫምፓየራት ኻልኦት ሰባት እንተ ለወጡ ንኪቐተሉ ስለ ዝደለየት፣ ግሬስ ናብቲ እንዳ ዳንሲ ንኪኣትዉ ትእንግዶም። ንኪትርእይዋ ኣንጊድና ኣብዚ ደው ክነብል። ብዛዕባ ታሪኽ እዛ ፊልም እዚ ካብ በልና፣ ኸዚ እንደገና ብዛዕባ ኸይዲ ኣሰራርሓኣ ሓደ ሓደ ባእታታት ንርኣ። ስክሪፕት እዛ ፊልም እዚኣ ብዳይሬክተር እዛ ፊልም ልኾነ ብራያን ኩግለር ባዕሉ እዩ ተጻሒፉ። ራያን ኩግለር ልቲ ስክሪፕተይ ክጽሕፍ ተለኹ ኣብ ደቡባዊ ክፋል ኣሜሪካ ኣብ ልርከባ ግዝኣታት ካብ ልንገሩ ኣፈታሪኻዊ ዛንታታት መሰረተይ ገይረ ልተልዓልኹ እንትኾን ካብዚ ሓሊፉ እንደገና ኣብ ልተፈላለዩ ፊልምታት ልሃብ መልዐሊ ኮይኖምኒ ልቶም ፊልምታት ንሳቶም ላረእኹ ክሰርሕ ክኢለ እየ ኢሉ ተናጊሩ ነይሩ እዩ። ንዛ ፊልም እዚኣ ሃብ መልዐሊ ሃብ ልኾንዎ ዳይረክተራት ክናገር ተሎ እንደገና ና ክሪስቶፈር ኖላን ና ስፓይክ ሊ ና ፍራንሲስ ፎርድ ኮፖላ ና ብራያን ደ ፓልማ ካብኡ ሓሊፉ እንደገና ኣብ ቐረባ ግዜ ና ልመጸ ጆርዳን ፒል ልሰርሕዎም ፊልምታት ሃም ጽዕንቶ ኾይኖምኒ ሃም መልዐሊ ኾይኖምኒ ልተጻሕፋ ኢለ ጽዕንቶ ኣሕዲሮምለይ ክሰርሓ ኽኢለ እየ ኢሉ ተናጊሩ ነይሩ እዩ። ራያን ኩግለር ልዛ ፊልም ዚኣ ክጽሕፍ ተለኹ ብዋናነት ናሰለስተ ልተፈላለዩ ውክልና ለለዎም ገጸ ባህርያት ኢና ንረክብ ኢሉ ይናገር። እቲ ሓደ ናጸለምቲ ኣሜሪካውያንዩ ኣመጻጽኣ ና ብሉዝ ልበሃል ናሙዚቃ ዘውጊ እንትኾን እቲ ካልኣይ እንደገና ናኣየርላንድ ኣሜሪካውያን እቲ ሳልሳይ እንደገና ናቻክታው ልበሃሉ ናህንዲ ኣሜሪካውያን ዓሌት ለለዎም ናኔቲቭ ኣሜሪካን መንነትዩ። እዚ ናይ ሰለስቲኦም መንነት እንደገና ጎኒ ልጎኒ ኣካይደ፣ ሰለስቲኦም ልቲ ኣብ ደቡባዊ ክፋላት ኣሜሪካ ልርከባ ግዝኣታት ለለዎም ጽዕንቶ ብለርኢ መልክዑ እየ ልዛ ፊልም እዚኣ ክጽሕፋለ ክቐርጻለ ፈተነታት ገይረ ኢሉ ተናጊሩ ነይሩ እዩ። ልዛ ፊልም እዚኣ ክጽሕፍ እንደገና ልቲ ስክሪፕታ ከዘጋጂ ላብ ልበይ ልቐረበት ፊልም ስለልኾነት ልብዙሕ ግዜ እየ ጸኒሐ ኢሉ ተናጊሩ ነይሩ እዩ። ራያን ኩግለር ዋላኳ ኣብ ፈለማ ህይወቱ ስፖርተኛ ክኾን ዓላማ ተነበሮ፣ ስፖርተኛ ልምዃን ላብ ዩኒቨርሲቲ ኣብ ልኣተየሉ ግዘ ግን እቶም ስፖርተኛታት ፈጠራዊ ልኾነ ፅሑፋት ፀሓፉ ላተብሃሉ ልወሃብዎ ክላስ ነይሩ እዩ እሞ ኣብቲ ክላስ እሱ ልፀሓፎ ፅሑፋት ልረእዩ ናይ ዩኒቨርሲቲ መምህራኑ እስኻ ናይ ፊልም ሰብ ክትኾን ትኽእል ኢኻ ብጣዕሚ ብዙሓት ፅሑፋት ክትፅሕፍ ትኽእል ኢኻ ኢሎም ስለለበረታትዕዎ ደሓር ላብ ፊልም ትምህርት ቤት ኣትዩ ፊልም ተማሂሩ ኣብኡ እንደገና ብጣዕሚ ብዙሓት ሓጸርቲ ቪድዮታት ላሰርሐ ድሕሪ ምጽንሑ፣ ኣብ ክልተ ሽሕ ዓሰርተ ሰለስተ ሃም ኣቆጻጽራ ኣውሮፓውያን፣ ፍሩትቪል ስቴሽን ልብል ማይክል ቢ ጆርዳን ኣብዛ ፊልም እዚኣ ዋና ገጸ ባህሪ ኮይኑ ልዋሳእ ማይክል ቢ ጆርዳን ልተዋሰኣላ ብጣዕሚ ግርምቲ ልኾነት ፊልም ሰሪሑ ነይሩ እዩ። እታ ፊልም ንሳ ብዛዕባ ሓደ መንእሰይ ኣብ ሓደ ናባቡር ጣብያ ክቅተል ተሎ ልተርኢ ፊልም እያ እሞ ብጣዕሚ መነጋገሪ ልነበረ ኣርእስቲ ኣልዒላ ሓቃዊ ኣርእስቲ ኣልዒላ እተሰርሐት ፊልም እያ እሞ ብሃየስቲ ብብዙሕ መልክዑ ልቲ ስምዒት ኣርእያ እያ ልቲ ኣብ ሓቃዊ ሂወት ልነበረ ኹነታት ብደንቢ ጌራ ኣርእያትና እያ ኢሎም ኣወዲሶምዋ ነይሮም እዮም እዛ ፊልም እዚኣ ድሕሪ ምስርሑ ራያን ኩግለር ኣብ ክልተ ሽሕ ዓሰርተ ሓሙሽተ ን ሲልቭስተር ስታሎን ፊልምታት ልኾኑ ን ራኪ ፊልምታት ተከታተልቲ ፊልምታት መቀጸልታ ልኮነ ክሪድ ልብል ል መበል ካልኣይ ግዘ ማይክል ቢ ጆርዳን ሃም ዋና ተዋሳኢ ኮይኑ ልዋሰእላ ፊልም ድሕሪ ምስርሑ እንደገና ዓለም ለኸ ልኮነ ተፈላጥነት ክረክብ ኪኢሉ እዩ ካብኡ ኣቀጺሉ እንደገና ብላክ ፓንተሪ ብላክ ፓንተር ዋካንዳ ፎሬቨሪ ልብሉ ፊልምታት ል ማርቭል ድሕሪ ምስርሑ ብ ሙሉእ ተቀባልነት ረኪቡ ብዓለም ለኸ ብርኪ እንደገና ልለዓለ ተፈላጥነቲ ብጣዕሚ ብዙሕ ቅርሺ ለእተዩ ፊልምታቲ ላብ ምስራሕ ክኣቲ ክኢሉ እዩ። ራያን ኩግለር ልዛ ፊልም እዚኣ እቲ ኣርእስታ ሲነርስ ልበልናሉ ምኽንያት፣ ሓጢኣተኛታት ልበልናሉ ምኽንያት፣ ሕድሕድ ኣብዛ ፊልም ለሎ ገጸ ባህሪ ብሓድ ይኹን ብኻሊእ መንገዲ ልኾነ ጉድለት ኣይሰኣኖ ልዚ ነገርሱ ልምርኣይ ስለ ልደለና እዩ ይብል። ካብዚ ሓሊፉ እንደገና እዛ ፊልምና ናብ ሞራል ጉዳይ ኣይተልዕሊ፣ ሀምዚ ተገይርኻ ጽቡቕ ኢኻ፣ ሀምዚ ተገይርኻ ሕማቕ ኢኻ ልብል ነጥቢ ኣይተልዕሊ፣ ንኹሉ ብማዕረ ልክት ርእዩ ብልገብር መልክዑ ኢና ክንሰርሓ ክኢልና ኢሉለ ተናጊሮ ነይሩ እዩ። ራያን ኩግለር ልዛ ፊልም እዚኣ ክንሰርሕ ተለና ልሆረር ብሙዚቃ ክነርእዮ ስለ ልደለና እቲ ካሜራ ምስቶም ገጸ ባህርያት ሃም ሓደ ገጸ ባህሪ ኮይኑ ብደንቢ ገይሩ እዩ ልንቀሳቐስ። ሃም ዳንሲ እዩ ምስቶም ገጸ ባህርያት ክረኣ ተሎ ምስኣቶም ሃም ልድንስሎ ጌረ እየ ልቲ ካሜራ ክጥቀመሉ ጻዕርታት ጌረ ኢሉ ልተናገረ እንትኾን ኣብዛ ፊልም እዚኣ ሙዚቃ ብሉዝ ክጅምር ተሎ ህንደየይ ፈተናታት ይገጥሞ ሃም ልነበረ እንደገና ልከርኢ ጻዕርታት ጌሩ እዩ።

And Stack was a lot lighter, you know, he smiled through his pain, you know, he smiled through his trauma. ብመዳይ ተዋስኦ ኣብዛ ፊልም እዚኣ ኣሜሪካዊ ተዋሳኢ ማይክል ቢ ጆርዳን ሃም ኤላይዣ ሙሪ ሃም ኤልያስ ሙሪ ልበሃሉ ሃም ስሞኪ ሃም ስታኪ ብቕጽሎም ስሞኪ ስታኪ ሃም ልበሃሉ ክልተ ማናት ኣሕዋት ኮይኑ ይዋሳኣልና ማይክል ቢ ጆርዳን እዛ ፊልም እዚኣ ክዋሳእ ተለኹ ኣብ ህይወተይ ካብ ልተዋሳእኽዎም ገጸ ባህርያት ካብቶም ብጣዕሚ ልኸበዱኒ ገጸ ባህርያት እዮም እዞም ክልተ ገጸ ባህርያት ኢሉ ልተናገረ እንትኾን ብብዙሓት ሃየስቲ እንደገና ግሩም ልኾነ ተዋስኦ እዩ ኣሪእና ተባሂሉ ተንጨብጭብሉ እዩ። ማይክል ቢ ጆርዳን ኣብዛ ፊልም እዚኣ ክዋሳእ ተለኹ ራያን ኩግለር ዳይሬክተር ራያን ኩግለር ብብዙሕ መልክዑ እዩ ሓጊዝኒ ልኽልቲኦም ማናቱ ኣሕዋት ሃማናቱ ና ብሉዝ ደርፍታት ጌርካ ሕሰቦም ኢልኒ ሀምኡ ገይረ እየ ክዋስኦም ፈተነታት ገይረ ልበለ እንትኾን ኣብዛ ፊልም እዚኣ ብለርእዮ ተዋስኦለ ል ኣክደሚ ኣዋርድ ብብሉፅ ተዋሳኢ ክወስድ ኽኢሉ እዩ። ማይክል ቢ ጆርዳን ኣብ መጀመርታ ክልተ ሸሓት ዘ ዋየር ኣብ ልብል ብጣዕሚ ግሩም ናተሌቭዥን ተኸታታሊ፣ ስራሕ ብምውሳእ ልጀመረ እንትኾን ትሕቲ ዕድመ ተዋሳኢ ኮይኑ ብምውሳእ ልጀመረ እንትኾን ድሕሪኡ ኣብ ክልተ ሽሕ ዓሰርተ ሰለስተ ምስ ዳይሬክተር እዛ ፊልም እዚኣ ልኾነ ምስ ራያን ኩግለር ብልሰርሖ Fruitville Station ኣብ ልብል ፊልም ብለርኣዮ ተዋስኦ ሽሙ ከትክል ኽኢሉ እዩ ወይም ብሬኩ ክረክብ ኽኢሉ እዩ ድሕሪ እዛ ፊልም እሳለ ኣብ ክሪድ ልብል ኣብ ክልተ ሽሕ ዓሰርተ ሓሙሽተ ልተለቀቀ ፊልም ኮነ ኣብ ናብ ብላክ ፓንተር ፊልምታት ምስ ራያን ኩግለር ብሓደ ክሰርሕ ወይም ክዋሳእ ክኢሉ እዩ። ብዚ እንደገና ዓለም ለኸ ተፈላጥነት ክረክብ ክኢሉ እዩ። ኻሊእቲ ብመዳይ ተዋስኦ ኣብዛ ፊልም እዚኣ ኣሜሪካዊት ተዋሳኢት፣ ጸሓፊት ደርፊ፣ ድምጻዊቲ ልኾነት ሄይሊ ስታይንፊልድ ኣብዛ ፊልም እዚኣ ሃ ሜሪ እትበሃል ና ስታክ ፍቅረኛ ልነበረት እሱ እንደገና ብ ቤተሰባ ኮነ ብ ኣዝማዳ ልከይትቅተል ኢሉ ልሓደጋ ፍቅረኝኡ ኮይና ትዋሰኣልና ሄሊ ኣብ ክልተ ሽሕ ዓሰርተ ኣብ ልተለቀቀ ናኮን ብራዘርስ ፊልም ኣብ ልኮነ ትሩ ግሪት ኣብ ልብል ፊልም ምስ ጃሽ ብሮሊኒ ምስ ጄፍ ብሪጅሲ ብሓደ ብ ምኳን ብለረኤቶ ተዋስኦ ገና ትሕቲ ዕድመ ልሃሌት ብለረኤቶ ተዋስኦ ልኣክደሚ ኣዋርድ ብ ብልጽቲ ተዋሳኢት ተሓርያ ልነበረት እንትትኮን ሽማለ ብዛ ፊልምሳ እያ ክተትከል ክኢላ ካብዛ ፊልም ዝተኣቓ ጸለብ ቢላ እንደገና ኣብ ክልተ ሽሕ ዓሰርተ ሓሙሽተ ጀሚሩ ኣብና ፒች ፐርፌክት ፊልምታት ብምውሳእ ኣብ ክልተ ሽሕ ዓሰርተ ሽዱሽተ እንደገና ኤጅ ኦፍ ሰቨንቲን ኣብ ልብሉ ፊልምታት ብለረኤቶ ተዋስኦ ዓለም ለኸ ተፈላጥነት ክትረክብ ክኢላ እያ። ዋና ዋና ቀረፃታት እዛ ፊልም ኣብ ግዝኣት ኒው ኦርሊንስ ልተኻየዱ እንትኾኑ ልዛ ፊልም ልምቕራፅ እንደገና ካብ ሚያዝያ ጀሚሮም ክሳብ ሓምለ ክልተ ሽሕ ዕስራን ኣርባዕተን እዮም ቐሪፆም ክውድኡ ክኢሎም። እዛ ፊልም እዚኣ እቲ መዐጀቢ ሙዚቃኣ ብሉድዊግ ጎራንሰን ልተሰርሐ እንትኾን እዛ ፊልም እዚኣ እትጥቀሞ ስኮር ላብ ልበይ ልቐረበ ስኮር እዩ ኢሉ ሉድዊግ ተናጊሩ ነይሩ እዩ። ሉድዊግ ምስ ዳይረክተር'ዛ ፊልም ዝኾነ ራያን ኩግለር ኣብ ዩኒቨርሲቲ ተራኺቦም፣ ካብ ፍሩትቪል ስቴሽን እትብል ናይ ራያን ኩግለር ናይ መጀመርታ ፊልም ጀሚሩ ኣብ ብዙሓት ፕሮጀክትታት ብሓደ እዮም ዝሰርሑ። እዛ ፊልም እዚኣ ምስ ተለቐት ብዙሓት ሃየስቲ ብብዙሕ መልክዑ ዘወደስዋ እንትኾኑ፣ ካብቲ ናይ ማይክል ቢ ጆርዳን ዝክልቲኦም ገጸ ባህርያት ወኪሉ ዝተዋስኦ ተዋስኦ ኾነ ልቲ ናይ ራያን ኩግለር ብጣዕሚ ግሩም ዝኾነ

እዛ ፊልም እዚኣ ኣብ መድረኽ ሽልማት ኦስካር ብዓሰርተ ሽዱሽተ ዘውግታት ብምሕራይ ኣብ ታሪኽ ሪከርድ ልኾነ ክብረ ወሰን ለመዝገበት እንትትኾን ካብቶም ዓሰርተ ሽዱሽተ ሽልማታት ግን ለርባዕተ ጥራሕ እያ ክትስዕር ኽኢላ እዚ ለ ብብሉፅ ስክሪፕት ልራያን ኩግለር ብብሉፅ ተዋሳኢ ልማይክል ቢ ጆርዳን ብብሉፅ መዐጀቢ ሙዚቃ ልሉድዊግ ጎራንሰን ካብዚ ሓሊፉ እንደገና ኣብ ታሪኽ ልመጀመርታ ግዘ ልጓለንስተይቲ ተዋሂቡ ለይፈልጥ ልጸላም ኣመሪካዊት ተዋሂቡ ለይፈልጥ ብብሉጽ ሲኒማቶግራፊ ል ኦተም ሮላን ብብሉጽ ሲኒማቶግራፊ ሓደ ኦስካር ክትወስድ ኽኢላ እያ እዛ ፊልም እዚኣ እዛ ሲነርስ እትብል ፊልም እዚኣ ሓደ ሚእቲ ሚልዮን ዶላር ወጺዋ ልተሰርሐት እንትትኾን ል ሰለስተ ሚእቲ ሰብዓይ ነጥቢ ክልተ ሚልዮን ዶላር ኣብ ቦክስ ኦፊስ ብምሕፋስ እንደገና ዕውትቲ ክትኾን ኽኢላ እያ ክቡራን ተኸታተልቲ ቲቢኤስ ቴሌቪዥን እዚ ወርቃዊ ሌንስ እዩ ኔሩ ልሎማዓንቲ ኣብ ወርቃዊ ሌንስና ብዛዕባ እዛ Sinners እትብል ና ራያን ኩግለር ፊልም ልኾነት ካብተን ብጣዕሚ መነጋገርቲ ልነበራ ኣብዚ ዓመት እዚ ኣብ መድረኽ ሽልማት ኦስካር መነጋገርቲ ካብ ልነበራ ፊልምታት ሓንቲ ልኾነት ፊልም ልሓዝናልኹም ምድላው እዚ ይመስል ነይሩ ኣብ ቐፃሊ ብኻሊእ ፊልም ክንራኸብ ኢና ልሎማዓንቲ ሓንቲ ደርፊ ኣንጊድናኩም ክንሰናበት ኢና ሰላም።